ሰላም ንዓኻትኩም ይኹን ብሩኻት ኣሕዋተይን ሓተይን ካብ እግዚኣብሄር ኣቦናን ካብ የሱስ ክርስቶስ መድሓኒናን ምሕረት ይውረድ ኣብ ልዕሊ ነፍሲ ወከፍና እምበኣር ኪዳን ናይ ኣምላኽ እምበር ናይ ሰብ ኣይኮነን ኣብ ትሕቲ ዝብል ኣርእስቲ ብኣም ሆይ ከይወዳእናዮ ዝገደፍናዮ ኩሉ ኪዳን ኣምላኽ ምልክት ኣለዎ ብዝብል ሎም መዓንቲ ክንመሃር ኢና ኩሉ ኪዳን ኣምላኽ ንመዘከርታ ዝኸውን ምልክት ኣለዎ እምበኣር ኪዳን ሰብኣይን ሰበይትን ድማ ኣምላኽ ዝገበሮ ምልክት ኣለዎ እቲ ምልክት ንመዘክርታ ክኸውን ንሓዋሩ ዝነብር እዩ ኩሉ ምልክታት ንሓዋሩ ዝነብር መዘከርታ ኣለዎ እምበኣር ካብ ቃል ኣምላኽ ክንርኢ ኢና እሞ እግዚኣብሄር ክምሕረና እዩ እቲ ሓደ ምልክት እምበኣር ብዛዕባ ናይ ኣብ መንጎ ሰብኣይን ሰበይትን ዘሎ ምልክት እዩ እሞ ኣብ ዘዳግም ዕስራን ክልተን ካብ ዓሰርተ ሰለስተ ክሳዕ ዕስራን ሓደን ከነንብቦ ኢና ምልክት እግዚኣብሄር ኪዳን ከም ዝገበረ ኣብ ዘፍጥረት ምዕራፍ ሸሞንተ እንደገና ድማ ምዕራፍ ትሽዓተ ንኖህ ዝኣተዎ ምልክት ኣሎ እዩ እምበኣር እግዚኣብሄር ክዛረበና እዩሞ ንፀሊ ቅዱስ ኣቦ በጃኻ በዛ ሰዓት እዚኣ ኪዳን ቀሊልን ፎኪስን ከም ዘይኮነ በቲ ንስኻ ትጥምቶ ጠማምታ ሓዳር ዝገበርና ንኹን ዘይገበርና ክሪኦን ከነስተውዕሎን ሲ እቲ ብርሁን ቅዱስን ክቡርን ዝኾነ ቃልካ ሎሚ ድማ ክትቅለቀልና ክትምህረና ዘስተውዕል ኣእምሮ ድማ ክትበና ይልምነካ ኣለኹ ኣብቲ መጨረሽታ ናይዚ ስብከት እዚ ዝሓመሙ ማእሰርቲ ዘለዎ ብኣጋንንቲ ዝጭነቑ ብደብተራን ጠንቋልን ህይወቶም ባዕሎም ብዝኣተውዎ ጌጋ ትጭነቕ ዘላ ምሕረት ክትገብረሎም ብንስሓ ናባኻ ክምለሱ ኣክንዲ ንፈጣሪ ንፍጡር ብምምላኾም ኣብ ሰብ ብምውካሎም ዝገጠሞም ሽግር ሎሚ ናባኻ ብምምላስ ምሕረትካ በዚሕሎምሲ ፈውሲ ተኣምራት ድማ ክትቦም ይልምነካ ኣለኹ ኢሎም ኣብ ዘንበርዎ ኩሎም ክሓውዩ ቅድም ግና ብዛዕባ ኪዳን እቲ ኣውራ ነገር ከሰብህሉ ኣእምሮ ክትቦም ጎይታ ንዓይን ንሕዋተይን ብምሉእ ደገፍካ የድልየና ኣለሞ ርድኣና ዝኹሉ ድማ ንስኻ ክትከብር ንሕና ደቅኻ ድማ ክንባረኽ ንሓዋሩ ድማ ምስኻ ክንነብር ረድኤት ካብ ልዕልና ክኸውን ንልምን ስለ ሰማዕካና ተመስገን ካብ ዘለኣለም ንዘለኣለም እቲ ቅዱስ ስምካ ይባረኽ ኣሜን ኩሉ ኪዳን ኣብ መፅሓፍ ቅዱስ እንረኽቦ ምልክት ዘይብሉ ወላ ሓደ የለን ቀዳማይ እግዚኣብሔር ምስ ደቂ እስራኤል ብሉይ ኪዳን ከቐውም ከሎ እቲ ናይ ኪዳኑ ምልክት ደም ግበሩ ከም ዝበሎም ኣብ ዘፀኣት ዓሰርተ ክልተ ከነንብብ ኢና ካልኣይ እንደገና ቅድሚኡ መሳ ኣብርሃም ምስ ዘርኡ ኪዳን ኣት እዩ እዚ ድማ ኣብ ዘፍጥረት ዓሰርተ ሸውዓተ ምስ ዘርእኻ ኪዳን ይኣት ኣለኹ ተባዕታይ ዘበለ ኩሉ ይገዘር እዚ ንምልክት ናይ ኪዳን ይኹን ኢልዎ ግዝረት ምልክት እዩ ምስ ደቂ እስራኤል ምስቶም ኣይሁድ ዝኣተዎ ናይ ኪዳን ምልክት እዩ ሳልሳይ ኣብ ዘፍጥረት ምዕራፍ ትሽዓተ በታ ቀዳመይቲ ዓለም እግዚኣብሔር ስለ ዝጓሃየ ርኽሰትን ነውርን ብልሽውናን ስለ ዝኾነት ንኹሉ ወዲ ኣዳም ብምፍጣሩ ተጣዒሱ እዩ ሰብ ብምፍጣሩ እሞ ብማይ ኣሂ ኣጥፍእዎም ኖህ ምስ ሳምናይ ርእሱ ንሱን ሰበይቱን ሰለስተ ኣወዳት ደቁን ምስ ሰለስተ ኣንስቲ ደቁን ሸሞንተ ነፍሲ ብመርከብ ድሒኖም ድሕሪ ሚእትን ሓምሳን መዓልቲ ትማይ ምስ ነፀፈ ድማ እግዚኣብሄር ብማይ ከየጥፍኦም ሲ ምልክት ቀስተ ደመና ሂብዎም ድሕሪ ብርቱዕ ዝናብ ትፈልጡ ዲኹም ኣጀኹም ዋላ እንተ ተቆጣዕኩሲ ይብል እታ ምልክት የርእዮም ድሕሪ ዝኾነ ከቢድ ደመና ድሕሪ ዝኾነ ከቢድ መንጫዕጫዕታ ትፈልጡ ዲኹም ቀሰ ደመና ከም ዘሎ ኣይትፍራህ ማለት እዩ ኪዳነ ኣይጠልምን እየ ዘክር መዘከርታ ኣለኒ ኣብ መንጎይና ኣብ መንጎኻን ይብል እግዚኣብሔር ተመስገን ይኹ ኣብ ማእከል ቁጥዕኡሲ ምሕረት ይዝክር ኣንባቆም ሳልሳይ ምዕራፍ ኣብ ማእከል ቁጥዓኻ ምሕረት ዘክር እዩ ይዝክር እግዚኣብሔር ምሕረቱ ይዝክር ኣነ ንስኻትኩምን ሰብ ኪዳናትከ ክንምርዖ ከለና ንምልክት ዝገበረልና ብወገን ሰበይትን ብወገን ሰብኣይን ብክልቲኦምን ኣሎ ዶ ናብኡ ገፀይ ክመፅእ ካልእ ከ መበል ራብዓይ፣ እቲ ጥፉእ ወዲ ኣብ ሉቃስ ምዕራፍ ዓሰርተ ሓሙሽተ ዘሎ ገንዘበይ ሃበኒ ትዝብጽሓኒ ከይሞትካ ኮለኻሲ ምስ ሓወይ ክንማቐሎ ፍሉጥ እንድዩ ስለዚ ትዝግብኣኒ ሃበኒ ኢልዎስ ናብ ርሑቕ ዓዲ ከይዱ ነቲ ገንዘብ ካብ ኣቦኡ ዝተመቕሎ ብምንዝርናን ርኽሰትን ብዕብዳንን ወዲእዎ ኣዕርኽቱ ድማ ኩሉ ገንዘቡ ምስ ወደአ ከም ዝወደአ ምስ ፈለጡ ሓዲጎምዎ ዝብላዕ ምስ ሰኣነ ሓደ ሓሰማታት ክጓሲ ሰራሕተኛ ዝደሊ ዝነበረ ረኺብዎ ክትጓሲ ሓሰማታት ትደሊ ኢኻ ኢልዎ ሕራ ኢልዎ ሽጉር ስለ ዝኾነ ኣይሁዳዊ ሓሰማ ይጓስን እዩ ካብ ስእነቱ ተላዕለ ግና ከምኡ ኮይኑ ኣብ መጨረሽታ ካብ ጥሜት ተላዕለ ነተን ሓሰማታት ዝህበን ዝነበረ ቋርፍ ካብኡ ክበልዕ ከማን መሰል ስኢኑ ሽዑ ኩሉ ነገሩ ምስ ተበላሸወ ቤት ኣቦኡ ዘኪሩ ሲ ዋላ ከም ውሉድ እኳ እንተዘይኮንኩ እቲ ንውሉድ ዝግባእ መሰል እኳ እንተወሰድክዎ እሞ ሕጂ መሰል የብልካ እንተበለኒ ካብቶም ሓደ ባሪኡ ግበረኒ እየ ክብሎ ኢሉ ናብ ኣቦኡ ብጣዕሳ ምስ ተመልሰ ግን ኣቦኡ ካብ ርሑቕ ሪኡ ተቐቢልዎ ስብሕቲ ላም ሓሪድሉ ኣብ ኣእዳው ኣብ ኣጻብዑ ቀለቤት ገይርሉ ጫማ ድማ ገይርሉ እዚ ምልክት ኪዳን እዩ በቲ ደም እታ ስብሕቲ ላም ንክርስቶስ ትመስል ብድሕሪኡ ኸ ክዳን ጫማ ወንጌል ሰላም ገይርሉ ሰላም ዕርቂ ኣለኒ ምሳኻ ኢሉ ምንምልክት ግና ካቲም ኣብ ኣጻብዑ ገይርሉ ምልክት ኪዳን ከም ዘይጠልሞ ካልእ ከ መበል ሓምሻይ ኣብ ዘፀኣት ምዕራፍ ዕስራን ሓደን ካብ ክልተ ስጋዕ ሽዱሽተ ወይ ድማ መዝሙረ ዳዊት ኣርባዓ ካብ ሽዱሽተ ስጋዕ ሸሞንተ ሓደ ባርያ ኣብ እንዳ ቤት ጎይትኡ ሓዳር ገይሩ ተመርዒው ውሉድ እንተደኣ ወሊዱ ክኸይተደለየ ይኺድ እታ ዝሃቦ ሰበይቲ ግና ትጎይትኡ ሂብዎ እሞ ይሕደጋ ኢሉ ኣነስ ጎይታ ይፈቱ ኣለኹ ንሓዋሩ ክግዝኦ እየ ኣብዚ ምስ ጎይታይ ምንባር መሪፀ ኣለኹ እንተ ደኣ ኢሉ ግና እቲ ጎይትኡ ኣብ ማዕፆ ናይቲ ገዛ ኣልጊቡ እዝኑ የንኩሎ እሞ ምልክት ኣብ እዝኑ ኣለዎ ናይ ሓዋሩ ባርያ ዝብል እንታይ ማለት እዩ ኣብ ውሽጢ እዝኑ እዩ ክነኩል ዝግብኦ ትርጉሙ እንታይ ስለ ዝኾነ ድሕሪ ሕጂ ንትብለኒ ዘበለ ክሰምዓካ እየ ክእዘዘካ እየ ማለት እዩ እዝኑ እንተ ደኣ ኣንኪልዎ ግን ክጸምም እሞ ምልክት ናይቲ ኣብ ውሽጡ ዘሎ እዝኑ ንጎይትኡ ክፉት ምዃኑ ከመልክት እዝኑ ይብሳዕ ይኽፈት የሱስ ከ ኣእዛነይ ከፈትካለይ እምበር መስዋእቲ ይደለኻን እዩ የሱስ ክርስቶስ እዝኑ ዝተበስዐ ባርያ እዩ ባርያ ኢልዎ ብ ኢሳያስ ኣርብዓን ሰለስተን ኩሉ ግዜ ጽን ይብል ይሰምዕ ኢሳያስ ምዕራፍ ሓምሳ ድማ ካብ ሓደ ክሳዕ ሸውዓተ ከም ተምሃራይ ክሰምዕ እዝነይ የድንን ኢሉ እሞ ክሳዕ መስቀል ክትከይድ ኢኻ ኢልዎ ሕራይ ገፀይ ንፀፋዕቲ ፀጉረይ ንነፀይቲ ፀጉሪ ሃብኩ ሕራይ በልኩ ተጓእ ኣይበልኩን ኢሉ እግዚኣብሔር ተመስገን ይኹ ባርያ ናይ ሓዋሩ ባርያ እዚ እውን ምልክት እዩ በዓል ጳውሎስ ባሮት ነይሮም ንኣምላኽ ክእዘዝዎ ፍቓዱ ክገብሩ በዓል ጴጥሮስ ቀዳማይ ምዕራፍ ሮሜ ምዕራፍ ሓደ ካብ ሓደ ስጋዕ ሰለስተ ሓዋርያ ጳውሎስ ባርያ የሱስ ክርስቶስ ካልኣይ መልእኽቲ ጴጥሮስ ምዕራፍ ሓደ ቁፅሪ ሓደ ሃዋርያ ጴጥሮስ ባርያ የሱስ ክርስቶስ ሃዋርያ ያዕቆብ ያዕቆብ ምዕራፍ ሓደ ባሮም ትፈልጡ ዲኹም ካብ ሃዋርያ ባርያ ዝዓቢ ከም ዝኾነ ሃዋርያ ጸጋ እዩ ባርያ ግን ብምሉእ ልብኻ ንኣምላኽ ምግዛእ ፍቓዱ ምግባር እዩ ባህ ዘብሎ ድማ ባርያ እዩ እምበር ሃዋርያ ኣይኮነን ሃዋርያ ዶ ኣይነበረን ይሁዳ ኣስቆሮታዊ ባርያ ግን ኣይነበረን ንኣምላኽ ዝእዘዝ ኣይነበረን ናይ ሎሚ ሃዋርያት ኢና ዝብሉ ዘይባሮት መልክዖም ዝተበላሸወ መሊኦም እዮም ባርያ ይበልፅ ካብ ሃዋርያ ይብለካ ኣለኹ ይብለክ ኣለኹ እግዚኣብሔር ተመስገነ ይኹ መበል ሻድሻይ ምልክት ናይ ኪዳን ኣምላኽ ምስ ኩሉ ሰብ ኣበይ ኣብ ዝኣምን ዘበለ ኩሉ የሱስ ክርስቶስ ስሊኡ ከም ዝሞተን ስሊኡ ከም ተሰቕለን ስሊኡ ዕዳ ከም ዝኸፈለን ብደሙ ሕድገት ሓጢኣት ከም ዝሃበን ኣብ ኣእዳዉ ኣብ ኣእጋሩ ምልክት ናይ ኪዳን ኣሎ ኣለዎ ኣይጠልምን ስለይኹም ሞይተ ኢሉ ደሙ ፍሲሱ ጥራይ ቅድሚ ክልተ ሽሕ ዶ ኣይበለን ምልክት ኣለዎ በእዳው ምልክት ኣለዎ በእጋሩ ምልክት ኣለዎ ብጎድኑ ንዓረየ ምልክት ተዘይረኣኹ ይኣምን ኢነ ዝበለ ቶማስ መጀመርያ ነቶም ተዓጽዮም ዝነበሩ ንኣይሁድ ፈሪሆም ሰላም ንዓኻትኩም ይኹን ኢልዎ ኣብ ወንጌል ዮሃንስ ምዕራፍ ዕስራ ካብ ዓሰርተ ትሽዓተ ክሳዕ ዕስራ ኣብ ፍቕሪ ዕስራን ሸሞንተን ድማ ንቶማስ ጎኑን ኣእዳውን ኣርኣዮም እዩ ዝብል መፅሓፍ ቅዱስ ምልክት ናይ ኪዳን ናይ ሓድሽ ኪዳን ምልክት ናይ ደሙ ምልክት ወረብ ራእ ዮሃንስ ምዕራፍ ሓሙሽተ ቁፅሪ ሽዱሽተስ ዝተሓርደ ዝመስል ገንሸል ሞይቱ ዝነበረ በጊዕ እኳ እያ ትሕረድ ነይራ ብሉይ ኪዳን ዮሃንስ ግና ኣብ ምዕራፍ ሓደ ወንጌል ዮሃንስ ፍቕዲ ዕስራን ትሽዓተን ክመፅእ ከሎ ንየሱስ ርእይዎ እንሆ ሓጢኣት ዓለም ዘርሕቕ ገንሸል ኣምላኽ ካብ ሰማይ ተላእከ ገንሸል ኣምላኽ ዝለኣኾ ገንሸል ኣብ መጨረሻ ድማ ተሓሪዱ ግን ሞይቱ ምስ ተንስአሲ ተሓሪዱ ከም ዝነበረ ዝመስል ገንሸል ኣብቲ ዝፋን ኣምላኽ ተቐሚጡ ርእዎ ክብሪ ንኣምላኽ ይኹን ምልክት ኣብ ዘካርያስ ምዕራፍ 13 ፍቕዲ ሓሙሽተ እዚ ኣብ እዳውካ ዘሎ ሽንካር እንታይ እዩ ኢሎሞ ኣይሁድ እኮ እዮም ምስ መጸ ኣብ ምዕራፍ ዓሰርተ ክልተ ፍቕዲ ዓሰርተ መንፈስ ጸጋን ምህልላን ምስ ሃቦም ንየሱስ ነቲ ዝወግዎ ክርእይዎ እዮም ከም ንሓደ ወዳ ዝሞታ ሰበይቲ ድማ ኣብ ቅድሚኡ ክንስሑን ክበኽዩን እዮም ኣብ ምዕራፍ ዓሰር ሰለስተ ሽዑ ይሓትዎ እዚ ኣብ እዳውካ ዘሎ ሽንካር እንታይ ይብሉ እዚ ኣብ ቤት ቶም ዘፍቅሩኒ ዝተወጋእክዎ ሽንካር ይብሉ ንስኹም ኢኹም ወጊእኩምኒ ንምድሓንኩም እዩ ግን ነይሩ ክብሎ እንከሎ ምልክት ምድሓን ምልክት ሓድሽ ኪዳን ምስኡ ተሓሒዝናኸ ቅዱስ ቁርባን ንመዘከርታ ይግበርዎ ኢሉ ኣሎ ብሉቃስ ዓሰርተ ሓደ ሞቱ ትዝክሩ ኢኹም ኢሉ ስጋ ወደሙ ክንበልዕ ከለና ምስቲ ቅድሚ ክልተ ሽሕ ዓመት ኣብ ቀራንዮ የሱስ ዘፍሰሶ ደም ዝቐረሶ ስጋ ሕብረት ኣለዎ እሞ ሞቱ እናዘከርና ክንወስዶ ከለና ከም ሕጂ ስለና ዝሞተ ከም ሕጂ ስለና እተሰቕለ ኮይኑ ብመንፈስ ቅዱስ ናባና ክመፅእ ከሎ ንዝሓመመ ይሐዊ ንተኣስረ ሓራ የውፅእ ኣብ ቅድሚ ኣምላኽ ብንስሓ ንዝመፀ ይባርኾ ይባርኽ መዘከርታ እዩ ስለዚ ንሱ ናይ ኪዳን ምልክት እዩ እቲ ሰንበት ድዩ ወይስ ኣብ ካልእ መዓልቲ ንገብሮ ምልክት ናይ ኪዳን እዩ እግዚኣብሄር ዝተመስገነ ይኹን ክብሪ ንስሙ ይኹን ስለዚ ወንጌል ዮሃንስ ምዕራፍ ሽዱሽተ ብዛዕባ ስጋን ደሙን ብዛዕባ ምስ ስቕለቱ ዘለዎ ሕብረት ኣመልኪቱ ካልኣይ ቆሮንጦስ ምዕራፍ ዓሰርተ ካብ ዓሰርተ ሽዱሽተ ድማ ታንቆርሳን ገይራ ምስቲ መሰውኢ ናይ ክርስቶስ ኣብ መስቀል ሕብረት ኣለዋ እግዚኣብሔር ይመስገን ስለዚ ብእምነት ክንወስዶ ከለና ተኣምራታዊ ተግባር ኣብ ህይወትና ይፍፅም እታ ናይ መጨረሻ ሻውዓይቲ ምልክት ግና ኣብ መንጎ ሰብኣይን ሰበይትን ክማርዓው ከለው እቲ ወዲ ብድንግልና ታጓል ብድንግልና ክቐርቡ ከለዉ ምልክት ድንግልና ኣብ ታጓል ክብረ ንጽህናኣን መንነታን እዩ እሞ ድንግልና ሒዛ ክትጸንሖ ከላ ምልክት ናይ ኪዳን ንሱ እዩ ንሱ ድማ ብድንግልና ንኣምላኽ ፈሪሁ ነዛ መርዓ እዚኣ ክወስዳ ከሎ ኣብ ገዛእ ርእሱ ድማ ናይ ንጽህና ምልክት ሒዙ ድሓር ካቲም ይገብሩ እዚ ካቲም እዚ ንሓዋሩ ምሳኺ ኪዳን ኣትየ ብድንግልና ዝረኸብኩኺ ብድንግልና ዝረኸብክኒ እናተባህለ መዓልቲ መርዖኦም ክዝክሩ ከለዉ ዝዝክርዎ ነገር ኣለዎም ማለት እዩ ስለዚ ከም ገለ እንተ ደኣ ኣብ ሓዳር ግጭት መፅኡ ኪዳኖም እናዘከሩ ይሕድስዎ መዘከርታ ስለ ዝኾነ ከምቲ ማይ ኣይሂ ድሕሪ እጂ ኣይከጥፋኣኩምን እየ ኢሉ ድሕሪ ብርቱዕ ማይ ቀሰ ደመና ዝመፅእ ከም ገለ ድማ ኣብ ገለ ግጭት እንተኮይኑ እቲ ገዛ ኪዳን ኢኻ ትዝክር በዓልቲ ኪዳንካ እያ በዓል ኪዳንኪ እዩ ምልክት እግዚኣብሔር ተመስገን ይኹ ከም ሎሚ ግና ንጽህና ከም ከምቲ ዝተቆጽረ ኣብ ሕሱር ዓለም ከም ዘለኻ ፈሊጥካ ከም ዘለኺ ፈሊጥኪ ተበላሸወ ዓለም ስለ ዝኾነ እዚ ኣምላኽ ዝፈጠሮ ምልክት እዩ እሞ ሓልውዮ ሓልዎ እብለካ ኣለኹ እሞ ብሓጢኣቱ ወዲቐ እንድየ እንታይ እያ ክገብር እሞ ሕጂ ድሮ ድንግልናይ ጠፊኡ እንድዩ ትብል እንተኮንካ ግን ብንስሓ ተመለስ ክብረቱ ግና ከምዚ ዝብለካ ምዃኑ ፍለጥ ፍለጥ እግዚኣብሔር ተመስገን ይኹን ንኣምላኽ ዘውሃኹሞ ብንስሓ ተመለሱ እግዚኣብሔር ዝፈጠሮ ቅዱስ ነገር እዩ ኣብ ዘዳግም ዕስራን ክልተን እንታይ ኢሉ እግዚኣብሔር ብፅሓፎ ኢና ንኸይድ እሞ ሰባት ብዝብልዎ ኤሮጳውያን ፀዓዱ ብዝልክዕዎ ኣይንኸይድን ኢና እስከብ ዘዳግም ዕስራን ክልተን ከንብበልኩም ዘዳግም ዕስራን ክልተን ካብ ዓሰርተ ዘዳግም ዕስራን ክልተን ካብ ፍቕዲ ዓሰርተ ሰለስተ ሓደ ሰብኣይ ሰበይቲ እንተወሰደ ምስ ኣተዋ ከዓ እንተፀልኣ ኢሉ ዘነውር ነገር ድማ እንተሰከማ ዘነውር ማለት ብዛዕባ ንፅህና ብዝምልከት እዩ ነታ ሰበይቲ እዚኣ ወሰድኩዋ እሞ ምስ ቀረብኩዋ ድንግልና ይረኸብኩላ ኢሉ ክፉእ ስም እንተውረየላ ክፉእ ስም እዩ ሎሚ ግን ኖርማል ተቆፂሩ ዘሎ ሕብረተሰብ ዓለም ዘባላሸዎ መልክዕ ሒዝኪ ትኸዲ ወይ ትምህርቲ ሒዝካ ትኸይድ ወይ ንርእስኻ ብለካ ኣሎ ሽዑ ኣቦታ ጓልን ኣዲኣን ምልክት ድንግልና እታ ጓል ወሲዶም ናብ ዓበይቲ እታ ከተማ ኣብ ደገ የውጽዋ የውጽዎ ኣቦታ ጓል ከኣ ነቶም ዓበይቲ ይበልዎም ሽማግለታት ናይታ ከተማ ነዚ ሰብኣይ እዚ ጓለይ ሰበይቲ ክትከውን ሃብክዎ ንሱ ከዓ ፀልኣ እንሆ ድማ ንጓልና ድንግልና ኣይረኸብኩላን ኢሉ ዘነውር ነገር ኣሰከማ ምልክት ድንግልና ጓለይ እዚ እዩ እቲ ክዳና ከዓ ኣብ ቅድሚ እቶም ዓበይቲ እታ ከተማ ይዘርግሕዎ ሽዑ እቶም ዓበይቲ እታ ከተማ ነቲ ሰብኣይ ወሲዶም ይቕፅዕዎ ንድንግልና ንድንግል እስራኤል ክፉእ ስለ ዘውርየላ ኣብ እስራኤል ብሃገር ደረጃ ዘነውር ሓጢኣት ኣሰኪምዋ ማለት እዩ ክፉእ ስም ስለ ዘውርየላ ሚእቲ ስቃል ብሩር የዕድይዎ ብዙሕ ገንዘብ እዩ ነቦታ ጓል ድማ ይሃብዎ ምክንያቱ ኣዋሪድዎ እዩ እሞ ሰበይቱ ከዓ ትኹን ብኩሉ ዘመን ህይወቱ ክፈትሓ ኣይክእልን እዚ ነገር እቲ ነገር ሓቂ እንተኾነ ግና ታጓል ድንግልና እንተዘይተረኽባ ኢሉ ሽዑ ነታ ጓል ናብ ደገ ቤት ኣቦኣ የውፅዋ ኣብ ቤት ኣቦኣ ብምምንዛራ ኣብ ቤት ኣቦኣ ኮላ ሕድሪ ኣቦኣ ክነሱ ሕድሪ ኣቦኣ ጠሊማ ከም ድላያ ስለ ዝኸደት ካብ ሓለዋ ኣቦኣ ወፅያ ስለ ዝኸደት ብምምንዛራ ኣብ እስራኤል ነውሪ ስለ ዝገበረት እቶም ኣብታ ከተማ እቲኣ ዘለው ብዳርባ እምኒ ይቕተልዋ ትሙት ክፉእ ዘበለ ካብ ማእከልካ ርሓቕ ኢሉ ሰብኣይ ወይስ ምርዕውቲ ሰበይቲ ሰብኣይ ምስ ምርዕውቲ ሰበይቲ ደቂሱ እንተተረኽበ ኪዳን ምስ ዘለዋ እታ እቲ ምስታ ሰበይቲ ዝደቀሰ ሰብኣይን እታ ሰበይትን ክልቲኦም ይሙቱ ክፉእ ዘበለ ካብ እስራኤል ኣርሕቕ ሳልሳይ ኣብ ሰብኣይ ተሓፅየት ድንግል ጓል እንተላ ሰብኣይ ከዓ ኣብ ከተማ ረኺብዋ ምስኣ እንተደቀሰ እንተፈለጣ እዩ ዝብል ብኪዳን እንተኾይኑ ኣዳም ንሂዋን ፈለጣ እዩ ዝብል ኣብዚ ግን ተደቀሳ ዓመፅ ምድቃስ መንፈሳዊ ይኮነ ምፍላጥ መንፈሳዊ ብኪዳን እናተፈለጥካ ብክብሪ ንፅህና ትፋለጥ ክብሪ ብዘለዎ መንገዲ እዚ ግን ዓመፅ ዘለዎ ድቃስ ኢልዎ እንተደቀሰ ታጓል ኣብ ከተማ ክነሳ ስለ ዘየእወየት እቲ ሰብኣይ ከኣ ሰበይቱ ብጻዩ ስለ ዘነወረ፣ ንኽልቲኦም ናብ ደገ እታ ኸተማ እቲኣ ኣውጺእኩም ክሞቱ ብዳርባኣም ንቕተልዎም፣ ነቲ ኽፉእ ካብ ማእከልካ ኣርሕቆ። ግናኸ እቲ ሰብኣይ ነታ ሓጽይቲ ጓል ኣብ መሮር እንተ ረኸባ እሞ ብሓይሊ እንተ ደቀሳ፣ ሽዑ እቲ ዝደቀሳ ሰብኣይ በይኑ ይሙት። ነታ ጓል ግና ገለ ኣይትግበራ እዚ ሰብኣይ ንብፃዩ ተንሲኡ ከም ዝቐትሎ እዩ እሞ እታ ጓልሲ ንሞት ዝኸውን በደል የብላን ኣብ መሮር እዩ ዝረኸባ እምበር ንሳ እቲ ሓፅይቲ ጓልሲ ኣእውያ ዘድሕና ግና ኣይነበረን ምልክት ናይ ሓንቲ ንጽህናኣ ትሕሉ ኣውያት ሽዒላ ክትህብ ኣይተፈቕደን እምበኣር ድንግልና ክብረት እዩ ኣምላኽ ዝሰርዖ ናይ ኪዳን ምልክት እዩ ሞት ከዓ የስዕብ ኣብ ብሉይ ኪዳን ናይ ስጋ ሞት ካብ ዘስዓበ ኣብ ሓድሽ ኪዳን ከዓ መንፈሳዊ ሞት ዘስዕብ ምዃኑ ንፍለጥ እግዚኣብሔር ተመስገን ይኹን እምበር ኣብዚ ቃል ኣምላኽ እንሪኦ ዘለና ከም ቃል ኣምላኽ ክንከይድ እዩ ምልክት ጎይታ ገይሩልና ሰሚዕኩም ዶ እግዚኣብሔር ይመስገን ክብሪ ንሱም ይኹን ሸውዓተ ምልክታት ነጊረኩም ኣለኹ እምበኣር ብድሕሪ እዚ ኢኻ ካቲም ድማ ምልክት እትገብር ንሓዋሩ ክትዝክሮ ኣብ ሓዳር ምግጫው የለን ማለት ኣይኮን ዘይምርዳእ የለን ማለት ኣይኮን ኪዳን ግን ንኩሉ ኣፅሊሉ ንምልክት ክትገብር ይገብረካ እዚኣ እኮ ኣብ ግዜ ፍቕሪ ኣብ ግዜ ሰላም ኣብ ግዜ ድሓን ከምዚ ኢለ ኪዳን ዝኣተኹላ እኮ ከመይ ኢለ ጠልሞ ክትብል ዝገብረካ ምልክት ኣሎ እግዚኣብሔር ደኣ ዘይጠልም ብርቱዕ ማይ መሰምፀ እኮ ኩሉ ሳዕ ብማይ ከየጥፍእ ምልክቱ ኣለዎ እዩ ምልክት ይህብ እግዚኣብሔር ኣብ ናይ ደቂ እስራኤል ዘፀኣት ዓሰርተ ክልተ ዘፍጥረት ዓሰርተ ሸውዓተ ቀስተ ደመና ድማ ዘፍጥረት ትሽዓተ እውን እዚ ኣለዎ እዩ ዘፍጥረት እስከ ነንብብ ብኣብርሃም እስከ ክንብብ ዘፍጥረት ዓሰርተ ሸውዓተ እስከ እንታይ ይብል ኣሎ ዘፍጥረት ዓሰርተ ሸውዓተ ቁፅሪ ዓሰርተ ሰለስተ ነዊሒቲ ታሪክ ኣንብቦ ቁፅሪ ዓሰርተ ሰለስተ እንታይ ይብል ኣሎ ካብ ዓሰርተ ክልተ ከንብቦ ስጋ ዕልቦ ግዝረት እዚ ድማ ናኖ ካብ ዓሰርተ እቲ ኣብ መንጎይን ኣብ መንጎኻን ብድሕሪኻ ድማ ኣብ ዘርእኻ ዘሎ እሞ ንስኻትኩም እትሕልዎ ኪዳን እዚ እዩ ኣባኻትኩም ተባዕታይ ዘበለ ይገዘር ስጋ ዕልብኡ ግዝረት ግዙር ስጋ ዕልብኡ ግዘሩ እዚ ድማ ነቲ ኣብ መንጎይን ኣብ መንጎኹምን ዘሎ ኪዳን ምልክት ክኸውን እዩ ኣባኻትኩም ወዲ ሸሞንተ ዓመት ተባዕታይ ዘበለ ኩሉ ኣብ ወለዶኹም ኣብ ቤት እተወልደን ኣብ ካብ ማንም ካብ ዘርእኻ ዘይኮነ ወዲ ጓና ብገንዘብ እተዓደገን ይገዘር ኣብ ቤትካ እተገዝረ እተወልደ ብገንዘብካ እተዓደገ ብግዲ ይገዘር ኪዳነይ ኣብ ስጋኹም ኪዳን ዘለኣለም ክኸውን እዩ ኣብ ስጋኹም እምበኣር ኣብ ሓድሽ ኪዳን ከ ብዘይረአ ግዝረት ክርስቶስ ኣብ ውሽጥና ምልክት ገይሩ ኣሎ ኣብ ኤፌሶን ምዕራፍ ሓደ ቁፅሪ ዓሰርተ ሰለስተን ዓሰርተ ኣርባዕተን ብመንፈስ ቅዱስ ብናይ ሓቂ ወንጌል ሰሚዕና ምስ ደሓና ብናይ ተስፋ መንፈስ ቅዱስ ይሓትመና ምልክት ይገብረልና እግዚኣብሔር ናተይ ኢኹም ዝብል ኣለዎ እግዚኣብሔር ይመስገን ክብሪ ንስሙ ይኹን እምበኣር እዚ ምልክት እዚ ንዘለዓለም ተሓልዩ ዝነብር ምዃኑ ንፍለጥ ባዕልና እንተዘይደርቢናዮ ባዕልና እንተዘይክሒድናዮ ንሱ እሙን ኮይኑ እዩ ዝነብር ናብ ዘፍጥረት ምዕራፍ ሸሞንተን ትሽዓተን እስከ ከወስደኩም ምዕራፍ ሸሞንተ ማይ ኣሂ ገይሩ ከም ዘየጥፍኦም እግዚኣብሔር ንደቂ እስራኤል ምልክት ባንኖህ ምልክት ሂቦ ሻምናይ ምዕራፍ ቁፅሪ ሸሞንተ ድሕሪ ሚእትን ሓምሳን መዓልቲ እቲ ማይ ምስ ነፀፈ ኖህ ድማ ንእግዚኣብሔር መሰውእ ሰርሐ ካብ ንጹህ እንስሳ ዘበለ ኩሉን ካብ ኩለ ንጹሓት ኣዕዋፍን ወሲዱ ድማ ዝሓሪ መስዋእቲ ኣብ መሰዊዕ ዕረገ እግዚኣብሔር ድማ ዝጥዑም መኣዛ ጨንወ እግዚኣብሔር ከዓ ብልቡ ሕልና ኩሉ ሰብ ካብ ንእስነቱ ጀሚሩ ክፉ እዩ እሞ ድሕሪ ደጊም ብሰብ ብሰሪ ሰብ ንምድሪ መሊሰ ኣይረግማን ድሕሪ ደጊምሲ ከምቲ ዝገበርኩ ህያው ንዘበለ ኩሉ መሊሰ ኣይክወቅዐን እየ ኢሉ እግዚኣብሔር ምስ ርእሱ ኪዳን ኣትዩ ምስ ሰብ ኪዳን ኣትዩ ምድሪ ክሳዕ ዘላ ዘርእን ዓፂድን ዛሕልን ዋዕን ሓጋይን ክረምትን መዓልትን ለይትን ከይቋረፀ ክኸውን ኢሉ ይኸውን ከኣሉ ስለዚ ኣብ ቁፅሪ ዓሰርተ ሰለስተ ዓሰርተ ክልተ ዓሰርተ ሰለስተ ኣምላኽ ከዓ በለ ነቲ ኣብ መንጎይን ኣብ መንጎኹምን ኣብ መንጎ ትምሰኻትኩም ዘሎ ኩሉ ህያው ነፍስን ንዘለዓለም ዝገብሮ ኪዳን ምልክት እዚ እዩ ቀስተይ ኣብ ደመና እንብር ኣለኹ ንሱ ድማ ነቲ ኣብ መንጎይን ኣብ መንጎኹምን ኣብ መንጎ ምድርን ዘሎ ኪዳን ምልክት ክኸውን እዩ ይኸውን ከኣ ደመና ኣብ ልዕሊ ምድሪ ምስ ዝዳባኖ ኣብቲ ደመና ድማ ቀስቲ ክረአ እዩ ነቲ ኣብ መንጎይን ኣብ መንጎኹምን ኣብ መንጎቲ ኣብ ኩሉ ስጋ ዘሎ ኩሉ ህያው ነፍስን ዘሎ ኪዳነይ እዝክር ደጊምሲ እቲ ንኹሉ ስጋ ዘጥፍእ ማይ ኣይሂ ኣይክኸውንን እዩ እቲ ቀስቲ ደመና ኣብ ደመና ዘበለ ዘለዎ ክኸውን እዩ ኣነ ኸኣ ነቲ ኣብ መንጎ ኣምላኽን ኣብ መንጎ እቲ ኣብ ምድሪ ዘሎ ኣብ ኩሉ ስጋ ዘሎ ኩሉ ህያው ነፍስን ዘሎ ኪዳን ዘለኣለም ምእንቲ ክዝክር ክርእዮ እየ ይብለና እግዚኣብሔር ይመስገን እምበኣር ኣምላኽ ንፍጥረት ምስ ኩሉ ኪዳን ኣትዩ ይዝክሮ ዘሎ ስጋ ሕጂ እወ ምልክት ንርኢ ኣለና ዶ ቀስተ ደመና እወ ገሊኦም ብሓሶት ቅናት ኣደይ ማርያም ኢሎም ሓሶት እዩ ሓሶት እዚ ምስ ኖህ ዝኣተወ ኪዳን እግዚኣብሔር ምስ ኩሉ ፍጥረት ስለዚ ኪዳንና ንዘክር መዘከርታ ኣለዎ ናይ ቅዱስ ቁርባን ናይ ደሙ ናይ ኣብ ኣካላቱ ዘሎ ናይቲ ባርያ ናይ ደቂ እስራኤል ኣብ ዘፀኣት ዓሰርተ ክልተ ንዓኣቶም ድማ ናይ ደም ምልክት ክዳን ሂቦም ኣብ ሓድሽ ክዳንከ ደሙ ኩሉ ሳዕ ይዛረብ ኣሎ ኣይጠልምን እዩ ንሱ እግዚኣብሔር ተመስገን ይኹን በኣር ዘፀኣት ዓሰርተ ክልተ ድማ ምስ ደቂ እስራኤል ኣብቲ ልዳወቲ ደም ግበሩ ኢልዎም እዚ ድማ ምልክት ክኸውን እዩ ንዑ ርየ ድማ ክሳገረኩም እየ ኢሉ ደም የሱስ ክርስቶስ ናይ ሓዋሩ ምልክት ናይ ኪዳንና ምዃኑ ንፍለጥ ናብ ኪዳን ክምለስ ኣብ መንጎ ሰብኣይን ሰበይትን ንፅህና ክብረ ንፅህና ምልክት እዩ ናይ ኪዳን ምልክት ድማ ኣብ ኢድና ንገብር ንዘክሮ ካልኣይ ቆሮንጦስ ዓሰርተ ሓደ ፍቕሪ ክልተ ስጋዕ ሰለስተ ከምዚ ይብል ኣቱም ሰብ ቆሮንጦስ ከም ንጽህቲ ድንግል ንሓደ ሰብኣይ ንክርስቶስ ሓፂኦኩም እዩ እሞ ከምቲ ተመን ብጉርሑ ንሄዋን ዘስሓተ ድንግልና ንጽህና ገርህነታ ዘጥፈ ከየጥፋኣኩም ሓሶት መማህራን መፅኦም ከየባላሽኹም ኢሉ ስለዚ ቤተ ክርስትያን ብድንግልና ሰብ ብድንግልና ንመርዓዊ እዩ ንመርዓዊኣ ከም ትጽበ ቤተ ክርስቲያን እታ ጓል ድማ ብድንግልና ነቲ ትምርዓዎ ክትጸንሕ ፍቓድ ኣምላኽ እዩ ኣስተውዕል ኣስተውዕሊ ኪዳን ናይ ኣምላኽ እዩ ኩሉ ኪዳን ኣምላኽ ንመዘከርታ ዝኸውን ምልክት ኣለዎ ዝወደሓንኩም እግዚኣብሔር ይባርኩም ኣሜን ባር ንሕሙማት ክጽልየ ኣብቲ ዝሕመኩም ኢድኩም ኣንብሩ ብኣምላኽ ክኣመኑ ብሉ እምነት ይሃለኹም ጎይታይን ኣምላኸ ንዓኻ ኣሚኖም ኣብዚ በዛ ሰዓት እዚኣ ስምካ ዝፅውዑ ረድኤት ካብ ልዕሊኦም ክኸውን ሕማም ዘበለ መርገም ዘበለ ናይ ሰይጣን ኣሰራርሓን ማእሰርትን በየሱም ካብ ነብሶም ክወድቕ በየሱም ካብ ርእሶም ክወድቕ በየሱም ካብ ስጋኦም ክሓርር ኣብ ማህፀን ዘሎ ሕማም ኣብ መዓናጡ ዘሎ ሕማም ኣብ ሳምኡ ዘሎ ሕማም ኣብ ርእሲ ዘሎ ሕማም ኣብ ስጋ ኣብ ጅማት ዘሎ ሕማም ተነሱ ተወገድ ኪድ ትርሓቕ ብስም የሱስ ተነቐል ሓው እግዚኣብሔር መፅኣ ትብላዕካ ብስም የሱስ ክርስቶስ ኣሜን እግዚኣብሔር ይባርኩም